ናይ ጉዕሽ ገብረ ቤተሰብ ቤተሰብ ናይ ጉዕሽ ገብረ ተጋሩ ኢና ኢሎም ክዛረቡ ይኽእሉ ናይቶም ከይዶም ዘሎ ናይ በዓል ፍቃዱ ከበደ ናይ ከበደ ፍቃዱ ናይ በዓል ወደባቴ ተጋሩ ኢና ኢሎም ክዛረቡ ይኽእሉ ቤተሰብ ንባዕሉ ቤተሰብ ንባዕሎም ኣንገቶም ሰይሮሞ ቤተሰቦም ክወፅኦም ዘለዎም ቀስ ኢሎም ሓደ ብሓደ ቤተሰቦም ክወፅኦም ዘለዎም እዞም ሰባት እዚኦም ኢዞም ኣብ ትግራይ ካብ ትግራይ ወፅኦም ኣብ ኣዲስ ኣበባ ከይዶም ናብ ትግራይ ክንትኩስ ኢና፣ ኣብ ትግራይ ሰብ ክንቀትል ኢና፣ ንትግራይ ገጽና ክንትኩስ ኢና ተኢሎም ቅድሚያ ኣብ ትግራይ ትትኮስ ናብ ቤተሰቦም እያ። ምክንያቱ ቤተሰብ እያ ኣለዎ። ጉዕሽ ገብረ ናብ ናተይ ቤተሰብ ዝትኩስ ተኮይኑ ጉዕሽ ገብረ ኣነ ከዓ ናብ ናቱ ቤተሰብ ክትኩስ እዚኣ ፈልጣ ኣለዎ። ጸላእትና ሓደ ብሓደ ኣብ እግርና ክንውድቆም ከም ከምኡ ከም ንኽእል ክትፈልጡ ኣለኩም። ቤተሰብ ንባዕሎም ክኹንንዎም ዘለዎም ነብሳት እዚኦም። ቤተሰቦም ሸውዓተ ትውልዶ ትግራይ እቶም ሸውዓተ ትውልዶም ኮኖም ለምሳት እዩ ወዲ መን ክቐትሉ ወዲ መን ክቐተል ወዲ መን ዘይቐተል እዚኣ ፈሊጦም እንተኾነ እንተኾነ ካብ ኢትዮጵያ ወፂኦም እዩ- ኣይወፁን ግን ይውፁ እንተዘይኮይኑ ከዓኒ ኢዶም ኣክዮም ከፍ ይበል ኣለበለዚያ ግን ናብ ትግራይ መሪሕና ትኩስና ተሎም ካብ ሕጂ ቅድሚያ ተትኮስ ጥይት ናብ ቤተሰቦም እያ ወዲ መን ተተኪስዎ ወዲ ወዲ መን ዘይትኮሶ እዚኣ ክፈልጥዎ ኣለዎ ቤተሰቦም እውን ኣብ ቅድሚ እቲ ጅግና ክፀንሑ የብሎም ከምዚኣቶም መሰለ ወራዳ ቤተሰብ ኩሉ የለን ከምዚኣቶም ከዳዓት እንታይ ከምህሩና እንታይ ክመሮ ንህዝቢ ትግራይ ከምዚኣ ትመሰለ ኣብ ትግራይ ክፍጠር የብሉን ሕጂ እውን ኣብ ትግራይ ክፍጠር ዝግብኦ ትግራዋይ ና ትግራዋይ ብቻ እዩ ብመንነቱን ብዜግነቱን ትግራዋይ ዝኾነ ኣብ ትግራይ ተፈጢሩ ትግራይ ዘድሐነ ትግራይ ትበሃል ሃገር ዝመሰረተ ትግራዋይ ትግራዋይ ክበሃል እዩ እዚኣ ዘይገብር መራሕቲ ሃልዩ እውን ንባዕለይ ይበል ከምዚኣ ጨጫማላ እዝል መራሕቲ ሃልዩ ትግራይ እውን ንባዕለይ ይበል እዚኣ ውርድ ካብ ባዕሉ ኣብዞም ከምዚኣ መሰሉ ሰባት ኣትየ ልኸስከስ ክለ መራሕቲ ሃልያ ካብ ሕጂ ሕምድያ ከም ዘይንገብርም ክፈልጥ ይግብኦ እና ኣብ ከምዚ ተመርኲስና ቃልስና ከነሐይል ከም ዝበልክዎ ኣብ ቀረባ መዓልቲ ታሪኽ ክስማዕ ከም ዝኽእል ምንም ጥርጥር የብለይን። ታሪኽ ድማ ክስራሕ እዩ። ኣብይ ኣሕመድ ታሪክ ክስርሓ ምዃኑ ፈሊጡ በበይ ከም ዝመጦ ትግራዋይ ማዱን ጠፊእዎ ኣሎ ሕጂ ኣብይ ኣሕመድ በበይ ከይዱ ክውዖ ከም ዝኽእል ትግራዋይ ማዱን ጠፊእዎ ኣሎ በበይ ክከላኸል ጨኒቕዎ እኘ ዙርያ መለሽ ይኸብብ ኣለኹ ይብሎ ኣሎ ትግራዋይ በበይ ኣትዩ ሕቖኡ ከም ዝሰብሮ ኣብይ ኣሕመድ ጨኒቕዎ እኘ መልሽ ኣብዲሳ ጨኒቕዎ እኘ ሕጂ